እዚ ደሳለት ካቦ ሚድያ እዩ ዕለታዊ ትሕዝቶ መደብና ሕጂ ጀሚሩ ኣሎ ክሳብ ፍጻመ መደብና ምሳና ኮንኩም ክትከታተሉ ብኽብሪ ንዕድመኩም ደሳለት ካቦ ሚድያ ናትኩም መረጃ

ስዓብ ስዓበኒ ካልኣይ ይስዓብ።
ክብራትን ክብራንን ደሳለ ትካቦ ሚድያ ናትኩም ምርጫ ሸር ላይክ ሳብስክራይብ።

ኣየናይ ኤርትራውነት ኢኹም ትደልይዎ ደለኹም? እዚ ኣብ ሲና ኩይኒቱ ትሽየጥ ኤርትራዊ? እዚ ኣብ ላምፓዱዛ ሰለስተ ሚእትን ሱሳን ሬሳታት ኣይውቱን እየ ዝብል ደሎ ኤርትራዊ ነየናይ ኤርትራዊ እዩ? ነዚ ኣብ መተማ ትማሊ ትማሊ ዝጭፍጨፍ ደሎ ኤርትራዊ? ንዕኡ ዲና ንንየተሉ ደለና ኤርትራዊ? ነዚ ኣዴታትና ውላድክን ኣምጽኦ ኣብ ኩናት ናይ ትግራይ ከጥፈዮ ኢልወን ውላደን ንዘይሃባ ማዕጾ መፍትሕ ዓጽዩ ኣብ ማርሻቤዲ ዝድርብየን ኤርትራውነት ነየናይ ኤርትራውነት ኢኹም ትንየትሉ ደለኹም? ነዚ ካብ ቤተ ክርስትያና ዲያቆናት ገፊፉ ኣብ ኲናት ዝጠብስ ኤርትራውነት ንኤና ኤርትራውነት እዩ። ንምንታይ ኢኹም ትሕቡ ዘለኹም ኣብዚ ሃገራውነት? ትገርመኒ ዘላ ነገር ስን ዓይንሰ እያ። ኣየናይ ኤርትራውነት ኢኹም ደልይዎ ዘለኹም? እዚ ኣብ ሲና ኩኒቱ ትሽየጥ ኤርትራዊ እዚ ኣብ ላምፓዱዛ ሰለስተ ሚእቱ ስሳን ሬሳታት ኣይውቱን እየ ዝብል ዘሎ ኤርትራዊ ንኤና ኤርትራዊ ነዚ ኣብ መተማ ትማሊ ትማሊ ዝጭፍጨፍ ዘሎ ኤርትራዊ ንዕኡ ዲና ንንየተሉ ዘለና ኤርትራዊ ነዚ ኣዴታትና ውላድክን ኣምጽኦ ኣብ ኩናት ናይ ትግራይ ከጥፍኤ ኢልወን ውላደን ንዘይሃባ ማዕጾ መፍትሕ ዓጽዩ ኣብ ማርሻበይዲ ዝድርብየን ኤርትራውነት ነየናይ ኤርትራውነት ኢኹም ትንየትሉ ዘለኹም ነዚ ካብ ቤተክርስትያናት ድያቆናት ገፊፉ ኣብ ኩናት ዝጠብስ ኤርትራውነት ነየናይ ኤርትራውነት እዩ።
ከምዚ ዓይነት ሰባት ኢኹም ኣብፅሕዎ ንኤርትራ ሸር በልዎ ሸር በልዎ ንኤርትራ ኩላኻ ሸር በሎ ኩላኻ ናብ ኤርትራ ሸር በሎ ኩላኻ ኤርትራ ክበፅሕ ኣለዎ ንሕና ኣብ ደገ ዘለና ኤርትራዋን ብጣዕሚ በተም ሃገራዋና በርገድ መሓ ህግደፍ ኢና ዝበሃሉ ተዋሪድና ሃገርናን ሽምናን ከፊእና ተዋሪድና ሸር በልዎ ወግነ ኩሉ ይርኣየ ወታደር ዓብዪ ዓብዪ ኤርትራ ዘሎ ህዝብና እዩ ይግደፍ ካለው በቃ ኮዲ ንዓና ውድቀት ፈጢረምና ዘለው ህግደፍ ዝበሃል እዞም ሃገራዋን ዝበሃሉ የ- የውግና የውግዕና የሕዋትና ንነስና ብዙሕ ሽግር ኣለና ብዙሕ ሓገዝ ኣለና ኣብ ሊብያ ኣሕዋትና ኣለዋና ኣብ ዳባት ኣሕዋትና ኣለውና ኣብ ኣዲስ ኣበባ ኣሕዋትና ኣለውና ጠመዩ ክንደይ ሽግር ኣለና

ከዋርደና ክሕስረና ይውዕል ኣሎ ሶሪ እዚ ንሪኦ ዘለና ኢና ትሰምዕዎ ኣለኹም እዮም ኩሉ ነገራት ኩሉ ትርእይዎ ኣለኹም እዮም ኣብፅሕዎና ኩሉ ሓደ ና ክንገልፅ ሓገዝ ክንገብር ይላበወኩም ክቡራት ኣሕዋተይ እቶም ንሓውና ከምኡ ድሓን ነዚያ ኣረጋይ ወሊዱ ዝጠለማን ከምኡ ከዓ ወዱ ክትሕግዙ ትደልዩ እቶም ብስቲከር ትሕግዙ ብስቲከር ሓግዙ ኮና እሞ ናብ ሓፍትና ምናልባት ሽማ ባዕላ ክተላለየና እያ ከምኡውን ናብ ወዱ ከተቅርበለይ እሞ ድሕሪ ምሳኻ ክንቅፅል ኣጋጣሚ በዛ ኣጋጣሚ ኣብረክበላ ዝብል ሰልጠነ ሓወይ ኣረጋይ ድሓር ሕጂ ሰብ ጌርና ቆፂርናዮ ንዛረቦ ኣለና በረይ ኣረጋይ ማለት ዳርጋ እዘን እንታይ እየን ዝበሃላ ማህተም ዘይብለን ከብቲ ተበን ሕሰቦ ብዓይኒ ዓሰርተ ግዜ እንዳደጋገምና ግን ክብሪ ንህቦ ኣለና ስለ ዝኸሓደ ኢና ተገዲድና ሕጂ ከምዚ ጌርና ክነንሳእ ክኢልና ነታ ወሊዱ ዝኸሓዳ ተገዲድና ደንሳና ቅድሚ ሕጂ እውን ኢልና ስለ ዝነበርና ክነንሳእ ዘለና ኢና ከምኡ ጌርና ኣላ ትማሊ እንታይ ከም ዝነበረ ፈልጥዎ እዮም ኩሉ ዓለም ሎ ፈልጥ እዩ ሎሚ እንታይ ኣሎ ትማሊ ትማሊ ቀንዲ ተቃዋሚ ነይሩ ሎሚ ከዓ ደጋፊ እዩ ዘሎ ስለዚ ሓሶት ኣይኮነን ኩሉ ግዜ ተቅርቦ ብሰነድ ብጭብጢ ክኸውን ከሎ ተዓዛቢ እውን ክጠራጠረካ የብሉን ነዚ ንምርጋፅ ከዓ ዝተኸፈለ ተኸፊሉ ዋጋ ኣምፂናይ ኣለና ባዕላ ክትዛረብ እያ ወሊድ ፀለማ

ፅቡቅ ድሓና እዝጋር መስክር ኦኬ እስኪ ብ- ብሽምኪ ክንጅምር መን መን ክንበል አ፣ ሽምኪ መን ይበሃል
መሃሪት ድምፂ ዓው እንተቢልኪ ፅቡቅ እዩ እስኪ መጀመርታ እ፣ ምስ ኣረጋይ ሌላኹም እ፣ መኣስን ኣበይን ብኸመይን እዩ ዝጅምር
ቅድሚ ዓሰርተ ዓመት እንድዩ እወ ግን በቃ ዝኾነት ግሮሰሪ ነይርዋ ዓርከይ ዝኾነት ነይራ ዓርከይ ኣብኡ ኣብኡ ኢና ንፋለጥ እወ እወ እዛ ዓርከይ እ፣ ዝኾነ ሰራሕተኛ ምፅለይ ዝኾነ ዳ መስተ ክኸፍት እየ ዳ ምግቢ ክኸፍት እየ ገለገለ ኢልዋ ብሃምኡ ኢና ተፋሊጥና እወ እወ፣ ብሃምኡ ኢና ተፋሊጥና ካብኡ በቃ ተተሓሒዝና ወርሒ ኢና ጌርና ወርሒ እያ ወርሒ እያ እዚ ወደይ እ፣ ከመይ ኣለኻ መጀመርታ

በቃ እዚ ኦሬዲ ሲ ሰላሳ ዓመት ተሪፎ ኣሎ ዕስራ ዕስራን ሓሙሽተ ማለት እዩ ሰላሳ ሰላሳ ዓመት ተሪፍካ ኣሎ ሰላሳ ዓመት እወ ሕጂ ተሾመ ገና ሰላሳ ዓመት ነዊሕ ኮይነ ስማዓካ ተሎ ኮይኑ ተጸሊልካ ኣለኻ ሰላሳ ዓመት ሰላሳ መዓልቲ እየን እዘን ዓሰርተ ሓሙሽተ ዓመት ዝሓለፍከን ኣብ ስደት ተፈሊጠናኻን እየን እንታይ ጌርካ ኣለ ኣይተፈለጥና ከይተረዳእና ወሬ ጌታ ሽሙ ኮይኑ በቃ እዚን ተሪፈን ዘለዋ ኣብ ስደት ከዓ ዝኾነ ሰብ ክፈልጥ የብለኩም ዘለዎም እዚኦም ሕጂ ሰላሳ ዶ ዕስራን ሓሙሽተን ኣለና ንዓይ ዝኣረጊት ዝዓብዪ ገለ ትብሉ ይብለኩም ዘለኹ ተጠንቆቕ ይብለኩም ኣነ ዕድለኛ ሓምሳን ሸውዓተን በፂሐ ከምዚ ናተይ ጥዕና ከምዚ ናተይ ሓይሊ ከምዚ ናተይ ክዛረብ ከለኹ ንፁርነት ተሂብኩም ዕድለኛታት ኢኹም ምክንያቱም ብዝናተይ ዕድመ ዘሎ መሳተይ ብምሎም ኣብ ስረ እዮም የምሸኑ ሕማም ሽኮርያ ሕማም ልቢ ሕማም ገለገለ ገይሮም በቃ ሕማቕ ስራሕ ሰሪሖም ናይ ጉልበት ስለ ዝሰርሑ ኩልኹም ቀልጢፍኩም ኢኹም ጥዋዕ ትብሉ ቀልጢፍኩም ናይ ጥሮታ ድዩ ናይ ገለ ትእክቦ ስለ ዘለኹም እዚኦም ዝሰምዑኒ ዘለዉ ማለት እዩ እዚኦም ሃገርሲ እንታይ ከም ተልየኩም እየ ዝነግረኩም ዘለኹ ብምሉኹም እዛ ኤርትራ ንዓኹምሲ እንታይ ምዃናስ እዚ ህዝብስ እዚኦም መንእሰያት ፍላይስ ተረድኡ ተረድኡ የብለኩም ኣለኹ ገና ኣለና መንእሰይ ኣለና ከምዚ ክንሓልፎ ኢና ኣብ ኣውሮጳ ኣሜሪካ መፂኹም ትሓልፍዎ ነገር የለን ትገብርዎ ነገር የለን ካፒታሊዝም ስለ ዘይርዳእኩም ገርህነ ግርህነ ስለ ዘለኩም ወይ ዕሽነት ስለ ዘለኩም እንታይ መስለኩም ኣሎ እዚ ዝሰርሖ ስራሕስ ግን ናይ ኣድጊ ስራሕ እዩ፣ ሓደገኛ ስራሕ እዩ፣ ትራክ በልዎ፣ እንዳ ስጋ በልዎ፣ ደሊቨሪ በልዎ፣ ምብፃሕ በልዎ፣ እዚስ ይቐትለኩም እዩ ዘሎ። በዚ ስራሕ ሰሪሕኩም በቃ ክንዳይ ኣብዚ ናተይ ዕድመ ምስ በፃሕኹም ወይ ሚኒካስ ምስ በፃሕኹም በቃ እንታይ ክትኮኑ ኢኹም? እዚ በቃ ኩሉ ኣካላትኩም ክጠልመኩም እዩ ነብስኹም ኩሉ ክጠልመኩም እዩ በቃ ጥዕናኹም ጠዋዕ ክብል እዩ ኣብዚ ዓዲ ኣብዚ ገለመለ ክትነብሩ ተደኹም ከምዚ ናተይ ናብራ ክነብር ደልይ ሰብ ፅቡቕ ኣይወልድ ኣይዘምት ታናቱ ታሽሙ ነዛ ጥዕኑ ነዛ ሂወቱ ጥራይ እንታይ ምግባር ትገብር ተኾንኩም ነዚ ከምዚ ናተይ ዲስፕሊን ዝኽእሎ ውሑድ ሰብ እዩ በቃ ውሑድ ሰብ እዩ ከምዚ ናተይ ዲስፕሊን ከምዚ ናተይ ገለ ዘለዎ ሰብ ውሑድ እዩ እንተዘይኮይኑ ግን ሕጂ ወዲ ሰላሳ ዘሎ ወዲ ሰላሳ ዓመት ዘሎ መንእሰይ ሱሳን ሓሙሽተን ንክበፅሕ ሰላሳን ሓሙሽተን ዓመት እየን ተርፎ ሰላሳን ሓሙሽተን ዓመት ማለት ኣብ ኣውሮፓን ኣሜሪካን ከዓ ሰላሳን ሓሙሽተን መዓልቲ እዩ መዓልቲ እዩ ብምሎም እዚኦም ሕጂ ቅድሚ ዓሰርተ ሓሙሽተ ዓመት ደቂ ዕስራን ሓሙሽተን ዓመት ኣትዮም ሕጂ ኣርብዓ ኣርብዓን ሓሙሽተን ኣን ም- ዳርጋ ቴስዓ ሓምሽ ሽኮርያ ኣለዎ ሕማም ናይ ሕቆ ኣሎ ቃንዛ ናይ ሕቆ ኣለዎ ክቡር ወላዲና ወዲ ገብሩ በዓል ድርብ ሓሞት ስሑል ጎረሮ ወናኒ ስፊሕ ልቦና በሊሕ ኣእምሮ ኩሉ ግዜ ተዓዋታይ ኣብ ዝወፈሮ ባይታ ዘይወድቕ ዝበሎ ዝዘመሮ መን እሞ ይደግሞ ኣቦይ ዝገበሮ ሃገራዊ ሃገራዊ መልእኽትኻ መንእሰያት ዘባራበረ ንሚልዮናት ዘንቅሐ ልቦና ዝመሃረ ድምፂ ናፅነት ብመቓልሕ ዝወርወረ ሃገሩ ክዕውት ምስ ሰውራ ዘፀንበረ ናይ ብሓቂ ሰውራዊ ሓየት ስብዓት ስረ ወጽዓ ህዝብኻ ሰሪጹ ኣብ ደምካ መዘና ኣርጎ ክእለትካ ጥበብካ ሃገርን ህዝብኻን ቅድሚ ኩሉ ሰሪዕኻ ክራርካ ኣቃሊኻ ጎሮሮኻ ትሒትካ ብዘይ ሕለል ወኒ ተጋዲልካ ኣጋዲድካ ሓርበኛ ኣቦና ይቕሰን መቓብርካ መልእኽትኻ ንጹር ዘይወድቕ ዘረባ እናሓደረት ዝደምቕ ከም ጽቡቕ ዕምባባ ቅንዕናኻ ንሓፋሽ የሐጉሶ ይገርሞ ወቐሳኻ ንተበላጺ እናሻዕ የሕምሞ ታሪካ ንኡድዩ ንዘልኣለም ዝነብር ሓቅን ፍትሕን ንወለዶታት ዝነግር ባህልናን ልምድናን ብንጹር ዝሕብር ሳሕቲዩ ዝርከብ ከም ናትካ ዝገብር ጽቡቕ ዘልመድካና ዝሓንቀቕና ደቅኻ ሕጂ ሲኢንናዮ ሰሓቕ ጸወታኻ ኣብ ጀርመን ዘለዋ ኣሓትና ዘይጸግባ ሕቕፎኻ ዝያዳ ናፊቐን ሎሚ ምስ ተፈለኻ ስልኪ ተጸብየን ክሰምዓ ድምጽኻ ሓርበኛ ኣቦና መዓረይ ዓቢ ታሪኽ ገዲፍካልና ዘይመውት ደርፍታት ንዘልኣለም ሓዲግካልና ዘይመውት የለን ኣብ ዓለም ነባሪ ንሃገር ምስራሕ ዩ ዝዓብየ ክብሪ። ኣብ ብሓቂ ጅግና ወዲ ገብሩ ቀሲንካ ንበር ኣብ ገነት ንሓዋሩ ናፈቅቲ ደቅካ ሃገር ሃገር ኣማንዝጊ ናላይ ተክነዝገን ዮርሳሌም ዓወት ንሓፋሽ ወድካ ናላይ ተክለሚኪኤል ገብሩ።

ብመንገዲ ሽበራውን ወረራውን መጥቃዕትታትን ዶብ ሰገር ምዝመዛዊ ስርሒታትን ሕገ ኣልቦ ማእቶትን ኣቢልካውን ናይ ሓደ ፓርቲ ውልቀ ሰብ ጽልዋን ሓያልነትን ብዞና ደረጃ ክረጋገጽ ዘበት እዩ። ብመሰረቱውን ንዓብላልነት፣ ንዝና ከም ዕላማ ምውሳድ ናይ ዘይጥዑይ ኣእምሮን ስነ-ኣእምሮን ነጸብራቕ፣ ናይ ትምክሕትን ምስፍሕፋሕን መርሆ ደኣ እምበር ናይ ሓያልነት ወይ ናይ ጅግንነት መቐየሲ ኣይኮነን። ክብደትን ተሰማዕነትን ሓንቲ ሃገር ናይ ሰናይ ጉርብትናን ምትሕግጋዝን ፖሊሲኣ፣ ምጣኔ-ሃብታዊ ልምዓታን ፖሊቲካዊ ብስለታን፣ ናይ ስልጣነን ሕግን ርዝነታን ነጸብራቕ ጥራሕ እዩ ክኸውን ዝኽእል። ብተግባር ድማ ግዜ ዝሓትትን ካልእ ቅድመ ተደላይነታት ዝውስኽን ናይ ወለዶታት ዕዮ ፍረ ጥራሕ እዩ። እንተ ብ ጥራሕ መዓኮርካ ተላዒልካ ንዞናኻ ሓዊ ስለ ዘእተኻላ፣ ምስኡ ድማ ንህዝብኻን ጎረባብቲ ህዛብን ንሓደጋ ስለ ዘሳጣሕካ ግን፣ ዓቢኻን ሓይልካን ማለት ኣየስምዕን። ምእንቲ'ዚ፣ ናይ ዲክታቶርያዊ ስርዓት ናይ ሕጋውን ዘይሕጋውን ማእቶት ምግፋጥ ሸውሃትን ምዕባይ ምዕባዩ ዝኾነ ናይ ዓብላልነት ሕልምታቱን ሎሚ ንኤርትራ ምስኣ ድማ ነቲ ዞና ኣብ ቅልውላውን ዘይምርግጋእን ኣእትዩ ምህላዉ ኣብ ሕሕልናኡስ ነፍሲ ወከፍ ኤርትራዊ ብዘይ ሓደ ጎደል ተገንዚብዎ ዘሎ ሓቂ እዩ። ኣሓትን ኣሕዋትን እዚ ናብ ካልእ መሰረታዊ ጉዳይ ይመርሓና። ነቲ ሕቶ ድማ ብትብዓት ክንተሓሓዞ እቲ መዋእል ዝሓቶ ዘሎ እዩ። ናይ ሎሚ ናይ ኤርትራ ገዛእቲ ንህዝቢ ኤርትራ፣ ንሓንሳእ ናብ ሰሜን ቀጺሎም ናብ ምዕራብ ካብኡ ሓሊፎም ናብ ምስራቕ ኣማስያኡ ናብ ደቡብ ኣብ ጸጽባሕ ጋማን እናበሉ ኣንጻር ጎረባብቲ መጥቃዕትታት ብምኽፋት ከዳምይዎ ዝርከቡ ሓደን መሰረታውን ሕቶ ስለ ዘይተመለሰ ዘሎ እዩ። እሱ ድማ ህዝቢ ኤርትራ ገና ናይ ርእሰ ውሳኔ መሰሉ ብምልኣት ስለ ዘይጨበጠ፣ ህዝባዊ ልኡላውነቱ ድማ ገና ስለ ዘየረጋገጸ እዩ። ማለት ህዝቢ ኤርትራ ገና ኣብ ህያው ጉዳያት ህይወቱ፣ ኣብ ፖሊቲካዊ፣ ማሕበራዊ፣ ምጣኔ-ሃብታዊ ህይወቱ፣ ኣብ ሕቶ ዝምድና ምስ ጎረባብቲ ሃገራት፣ ኣብ ጉዳይ ሰላምን ውግእን፣ ብርሑቕ ይኹን ብቐረባ ቃል ከም ዘይብሉ፣ እንታይ ደኣ በቲ ዲክታቶርያዊ ስርዓት ከም መዓት ዘውርደሉ ዘሎ ፖሊሲታት ኪዅብኰብ ተገዲዱሉ ዘሎ መዋእል እዩ። ምእንት'ዚ ድማ ምእንት'ዚ ድማ፣ ተጋድሎ ሓርነት ኤርትራ ሰውራዊ ባይቶ፣ ናይ ኤርትራ ናይ'ዚ መዋእል'ዚ ማእከላዊ ሕቶ፣ ናይ ዲሞክራሲ ሕቶ እዩ። ብእዋኑ መስርሑ እንተዘይተኸፍተ ድማ ንህዝብና ኣብ ቅድሚት ዝጽበዮ ዝያዳ ሓደጋታት ክህሉ እዩ ክብል ኣንጊሁ ከመልክት፣ ኣንጊሁ ከሰምዕ፣ ኣንጊሁ ከኣ ቃሉ ክዝርግሕ ዝጸንሐ። እወ ህዝቢ ኤርትራ ንጉዳያቱ ብእዋኑ ኣብ ኢዱ እንተዘየእትዩ ሕጂ እውን ገና ዝጽበዮ ኣሰቃቒ ሓደጋታት ክህሉ ከምዝኽእል ኩነታት ሃገርና ባዕሉ ይሕብር ኣሎ። ክቡራትን ክቡራንን ኣኼባኛታት፣ ውድብና ምስ መላእ ኣህጉራዊ ሕብረተሰብ ብጠቕላላ ምስ ጎረባብቲ ሃገራት ድማ ብፍላይ ዘማዕድዎ ኣህጉራዊ ርኽክብ፣ ኣብ ናይ ሰላም ዝምድና መትከላት ዝተመርኮሰ እዩ። ማለት ናይ ሕድሕድ ልኡላውነት ዘኽብር፣ ንሰላምን ምርግጋእን ዘደልድል፣ ንብልጽግና ድማ መንገዲ ዝኸፍት፣ ናይ ሕድሕድ ልኡላውነት ዘኽብር፣ ንሰላምን ምርጋእን ዘደልድል፣ ንብልጽግና ድማ መንገዲ ዝኸፍት፣ እንደገና ኣብ ውሽጣዊ ጉዳያት ሕድሕድ ጣልቃ ምትእትታው ዘየፍቅድ፣ ናይ ሓባር ጥቕምታት፣ ናይ ሰብኣዊ መሰላት ኣኽብሮት ከም መሰረቱ ዝወስድ ብመትከል እንኣምነሉን ብተግባር እንቕየደሉን መርሆ እዩ። ኣብ ፖሊቲካዊ መርህና እተደኮነ ናይ ሰላማዊ ዝምድና ፖሊሲና ኣብ መዋእል ሓርነታዊ ተጋድሎና እናተሃንጸ፣ ኣካል ናይ ሰላምን ዲሞክራስን ባህልና ኮይኑ እናሰረፀ ዝመፀ ብምዃኑ ድማ ሰራውሩ ኣዝዩ ኣዝዩ ዓሚቕ እዩ። ብፍላይ ምስ ጎረባብትና ባህላውን ታሪኻውን ቃልሳውን ባእታታት ስለ ዝወሰኸ ብኣኽብሮት እንርእዮ ክእቀብ ዝግባእ ውርሻ እዩ። ኣብ ታሪኻውን ቃልሳውን ባእታታት ስለ እተመርኮሰ ኣብ ርእሲ እዚ ምህናፅ፣ ጥቕሚ ህዝቢ ኤርትራን ዞናን ምዃኑ ኢና ንኣምን። ነቲ ዝነበረ ሰረት ናይ ሰናይ ዝምድና ምጽያቕ ግን እቲ ብዘይንሓፍነት እንቃወሞ ነገር እዩ። ብዛዕባ ምስ ጎረባብቲ ሃገራት ክንፈጥሮ እንጽዕር ሰላማዊ ዝምድና፣ ናይ ሎሚ ናይ ኤርትራ ገዛእቲ ኮነ ኢሎም ብዘዋፈርዎ ግጉይ ኣመለኻኽታን ናይ ጸለመ፣ ምልዕዓልን ኣብ ገለ ገለ ኤርትራዊ ከባብታት ብዙሕን ውሑድን ክዕለል ምጽናሑ ንፈልጥ ኢና። ኣብዚ ኣጋጣሚ እዚ ንኹሉ እቲ ኣእዛን መሊኡ ዝፈሰሰ ሓሶታት ምልካውያን መራሕቲ ኣሪናን ቆጺርናን ክንምልሰሉ ኣይንግደድን ኢና። ምኽንያቱ እቲ ገሊኡ ሓሶታት፣ ንዓና ቅድሚ ምህራሙ ንሓድሓዱ ተዋቒዑ ዝሰባበር እዩ። እቲ ካልእ እውን ብለይቲ ተዘሪኡ ፀሓይ ምስ በረቐ ዝበንንን ከም ሽምዓ ዝመክኽን እዩ። እቲ ዝተረፈውን ብግዜ እናተጋለፅን እናተበልዐን ዝኸይድ ብምዃኑ። ግንከ ንህዝብና ከነረጋግጸሉ እንድደሊ ሓደን መሰረታውን ሓቂ ኣሎ። እሱ ድማ ከምቲ ናይ ውሽጢ ፖሊሲና ከምኡ'ውን ናይ ወጻኢ ዝምድናታትና ፖሊሲና፣ ፖሊቲካ፣ በቲ ፖሊሲታት ናይ ዲክታቶርያዊ ስርዓት ዘይግዛእ፣ ናጻን ርእሱ ዝኸኣለ ህይወት ዘለዎን ቅዋም ምዃኑ እዩ። ናይ ምልካውያን መራሕቲ ዝምድናታት ብመንጽር ናይ ስልጣንን ንዋታዊ ጥቕምን ሕሳባት ዝምራሕ ክኸውን ከሎ፣ ቅዋምና ግን በንጻሩ ኣብ ናይ ሰላምን ርግኣትን ምትሕግጋዝን ሃገራዊ ረብሓን እተመርኮሰ እዩ። እዚ ስለ ዝኾነ ቅድም ክብል ስርዓት ኤርትራ ብደሴታት ሓኒሽ ኣመኽንዩ ኣንጻር የመን ውግእ ምስ ከፈተ፣ ውድብና ንሰላማውን ሕጋውን ፍታሕ እዩ ዝጸውዐ። እዚ ስለ ዝገበረ ድማ ምልካዊ ስርዓት ንውድብና ብሃገራዊ ክድዓት ከሲሱ ካብ ህዝቢ ክንጽሎ ተጓየየ። ከይዱ ከይዱ ግን ናይ ሓን ሽግር በቲ ዘቕረብናዮ እማመ ብኣህጉራዊ ብይን ተኸንተኤ። ድሕሪዚ ሓለፍኩኹም ክብል ሓለፍኩኹም ክብል ምስ የመን ዝነበረና ሽግር ናይ ውሽጢ ስድራቤት ዘይምቅዳው ጥራሕ እዩ ነይሩ ክብል ሕንኽ ከይበለ ተዛረበ። ቀጺሉ እውን ገሊኦም ብደገ ኣጆኻ ምስ በልዎ ንመንግስቲ ሱዳን፣ እንተ ዘየውደቕኩዎ ብማለት ወጠጥ ኣብ ዝበለሉ ግዝያት እውን ንሰላምን ንሰናይ ጉርብትናን ጠጠው ስለ ዝበልና እንደ ገና ክሰ ሃገራዊ ክድዓት እናወርወረ ተንቀሳቐሰ። ኣማስያኡ ድማ ከመዮ እትሰምዕዎ ብቐደሙ እውን ምስ ሱዳን ኣብቲ ኩሉ ዝበጽሕ ሽግር ኣይነበረናን ብልዝብ ብቐሊሉ ክፍታሕ ዘለዎ እዩ ብማለት ናብቲ ዘማራኾሶ ሓሳብና ተመልሰ። ንሱስ ልመናን ቀብጠርጠርን እኳ ደኣ ወሰኸሉ። ኣማስያኡ እንከ ክሃልል ክሃልል ክሃልል ኣንጻርታ ቀንዲ መሓዝኡ ዝጸንሐት መንግስቲ ኢትዮጵያ ሰብ ለኪሙ ኣብ ናይ ውግእ ታኼላ ተታሕዘ። ኣብዚ ውን ንሰላምን ንሰናይ ጉርብትናን ኢና ጠጠው ዝበልና፣ እቲ ስርዓት ግን ነቲ ዝለመዶ ቋንቋ ሒዙ ንህዝቢ ከጋጊ፣ ካብ መሪሕ ዲሞክራሲያዊ ተጋድልኡ ዝኾነ ውድቡ ድማ ንኸርሕቆ ክሳዕ ሕጂ ሓሶታት ኣብ ምዕዳልን ናይ ሕድሕድ ጎንፅታት ኣብ ምንብድባድን ይርከብ። ሕሉፍ ሓሊፉ፣ እንግድዓኡ ቀሊዑ ውድብና ናብ ዝጸውዖ ኣኼባታትን ናብዚ በዓል'ዚ ንኸይመጽእ ጽሑፋት ብምዝርጋሕን ገለ መጋበርያታቱ ብምውፋርን ንህዝቢ ከፈራርህ ከም ዝወረሐ ትፈልጡ ኢኹም። እቲ ዘገርም እንከ እቶም ካብ እግረ ተኽሎም ኣትሒዞም፣ ክሳዕ ግዜ እርጋኖም፣ ምስ ኣህጉራውን ዞባውን ጎረቤታውን ሓይልታት ብምምሕዝዛው፣ ምእንቲ ሃገራዊ ናጽነት ንዝቃለሱ ሃገራውያን ሓይልታት ክድምስሱን ክቕንጽሉን ክጨውዩን ክኣስሩን ብመሬትና ክነግዱን ዝጸንሑ መራሕቲ ህዝባዊ ግንባር ሎሚ ነቲ ምሉእ መዋእሉ ኣብ ሃገራዊ መስመር ቀጥ ዝበለን ንዲሞክራስን ፍትሕን ማዕርነትን ሰላምን ዝተቓለሰ ውድብና ብኽድዓት ምኽሳሶም ናይዚ መዋእልዚ ሕንቅል ሕንቅሊተይ ኮይኑ ዝተርፍ እዩ። ክቡራት ኣሓትናን ኣሕዋትናን፣ እቶም መሲልዎም ተታሊሎም ኣብቲ ናይ ጸለመ ወፈራ ተገሪዞም ዝኣተዉ፣ ምስ በርሃሎም ኣብ ቀልቦም ክምለሱ ምዃኖም ንኣምን ኢና። እንተተኮነ ኢሎም ተዓጢቆም ከካፍኡናን ብጸረ ህዝቢ መርገጽ ህርዲግ ዝብሉ ዘለዉ ግን ሕልናኦም ዝሸጡ ሰባት ግን ነታ ናባና ዝወርወርዋ ልሳን ጽባሕ ባዕላቶም ሓይኾም ክውሕጥዋ ምዃኖም ነታ ናይ ሃገራዊ ክድዓት ክሲ ድማ ባዕላቶም ክፍረዱላ ምዃኖም ታሪኻዊ ግድነትን መብጽዓ ህዝብናን እዩ። ውድብና ምስ መንግስቲ ኢትዮጵያ ይኹን ምስ ካልኦት ናይ ቀረባን ናይ ርሑቕን ሓይልታት ኣብ ሃገራዊ ረብሓ እተመርኮሰ ንሰናይ ጉርብትና ሓው ህዝብታት ዘኽበረን ዝኣቀበን ንኹሉ ግልፂ ዝኾነ ናይ ሰላም ዝምድና መፅሓፍ ደኣ እምበር ንህዝቢ ዕፁው ዝኾነ ኣብ ፀቢብ ውድባዊ ወይ ውልቃዊ ሕሳባት እተመርኮሰ ውዲታዊ ምሕዝነታዊ ስምምዕ ከቶ ከምዘይትኣቱ መዝገብ ሰውራና ዘረጋገፆ ሓቂ እዩ። ኣብቲ ዝቐደመ መዋእል ይኹን ሎሚ፣ ውድብና ምስ ዝኾነ ይኹን ፖሊቲካዊ ሓይሊ ቃልሳዊ ምትሕግጋዝ ክህሉ ኣይተጻረረን፣ ዝጻረር ድማ ኣይኮነን። ንሕና እተጻረርናዮን እንጻረሮን እንተድኣ ኣልዩ፣ ኣብ ውሽጣዊ ጉዳያት ሃገር ዝመጽእ ጣልቃ ኣታውነትን ነዚ ዘተባብዕ ፖሊሲ ናይ ህዝባዊ ግንባር መሪሕነትን ጥራሕ እዩ። እዚ ግንከ እዚ ቅድም ኢሎም ዝጀመርዎ ኣሰራርሓ ኮይኑ ኣንጻር ተጋድሎ ሓርነት ኤርትራን ህዝቢ ኤርትራን ኣስንቑናን ኣዕጥቑናን ምባል፣ ብኣስራተ ካሳ ተጠሚቖም ዝጀመርዎ ብኣህጉራዊ ኣንጻር ተጋድሎ ሓርነት ኤርትራን ህዝቢ ኤርትራን ኣስንቁናን ኣዕጥቁናን ምባል ብኣስራተ ካሳ ተጠሚቖም ዝጀመርዎ ብኣህጉራዊ ናይ ስለላ ማዕከናት ተመልሚሎም ዝኣረግሉ ተሞክሮ እዩ። እንተ ንሕና ሎሚ ውን ምስ ህዝብን መንግስትን ኢትዮጵያን ፖሊቲካዊ ሓይልታቱን እነማዕድዎ ዝምድና ኣብ ልኡል ናይ ሰላምን ሰናይ ጉርብትናን ጥጡሕ መሰረት ክህነጽ ንደልዮ ደኣ እምበር ናብ ውሽጣዊ ኤርትራዊ ጉዳያትን ግርጭታትን ብቐጥታ ዝተኣታቶ ጠባይ ወይ ዕላማ ዘይብሉ ዝምድና ምዃኑ ግልጺ ክንገብሮ ንፈቱ። ብሓቂ ድማ ናይ ሓደ ስርዓት ምቛምን ምንቃልን ነቲ ዝምልከቶ ህዝቢ ዝተርፍ ኣካል ልኡላውነቱ ዝኾነ ናይ ርእሰ ውሳኔ መሰሉ እዩ። ምእንቲ'ዚ፣ ንዲክታቶርያዊ ስርዓት ኤርትራ ናይ ምውዳቕን ብዲሞክራስያዊ ስርዓት ምትካኡን ናይ ህዝቢ ኤርትራ መሰል ጥራሕ እዩ። ከምኡ'ውን፣ ንመንግስቲ ኢትዮጵያ ኮነ ንመንግስቲ ሱዳን ወዘተ ክተኽሎን ክነቕሎን መሰል ዘለዎም ህዝብታት ናይታ ሃገራት ጥራሕ ምዃኖም ክፍለጥ ዘለዎ ሓቂ እዩ። ከም እምነትና ናይ ዝምድናታትና ተደላይነትን ደረጃኡን ብመጠን ረብሓታት ህዝብናን ሃገርናን ዝቕየስ ናይ ክልቲኡ ህዝብታት ዝምድና ዘቐደመን ከም መሰረቱ ዝወሰደን ኣብ ቅድሚ ዝምልከቶ ህዝብታት ግልፂ ዝኾነ ደኣምበር ከምቲ ብህዝባዊ ግንባር እተለምደ ኣብ ክሊ ፀቢብ ውድባዊ ጥቕምታት እተዓቀነን ብኡተሓፅረን ዝምድና ከቶ ዘይንኣምነሉ እዩ። ብተግባር ድማ ብተግባር ድማ ቅድሚ ሎሚ ኣይወዓልናሉን፣ ሎሚ ኣይንውዕሎን፣ ንዘለኣለም ድማ ዘይንውዕሎ ነገር እዩ። ኣብ መንጎ ዲሞክራሲያዊ ሓይልን ኣብ መንጎ ምልካዊ ሓይልን ዘሎ ፍልልይ እምበኣር ክሳዕ ክንድዚ ምዃኑ ክዝንጋዕ ዘይብሉ እዩ። ክቡራት ኣሕዋት ክቡራን ኣሓት፣ ውጹዕ ህዝቢ ኤርትራ ብውሱናት ተጠቀምቲ ብዝተደገፈ ግፍዓዊ ስልጣን ብሽበራዊ ስርሒታት እናተጓሰየ ብምዝመዛ እናማሰነ ዘይሃልቕ ሓሶት እንዳተመገበ ክነብር ዘይክእልን ዘይግበኦን ህዝቢ እዩ። ምእንቲ እዚ ድማ እዚ ስርዓት እዚ ምስ ግፍዕታቱን ውግኣቱን ስስዕቱን ሓሶታቱን ንሓዋሩ ከልግስ ህዝብና ድማ ልኡላውነቱ ክጭብጥ ይግባእ ዝብል ሽቶ ዓቲርና ኣብ ግዕዞ ንርከብ ኣለና። ነዚ ለውጢ እዚ ከረጋግጽ ዘለዎ እቲ ጉዳዩ ዝምልከቶ ህዝብና ስለዝኾነ ንዓቕምታቱ ንክጥርንፍ መታን ክኽእል ሃገራውያን ሓይልታት ኤርትራ ቃልሳዊ ምሕዝነተን መስሪተን ኣብ መድረኽ ሓይለን መጺኤን ከምዘለዋ ተበሲርኩሞ ዝጸናሕኩም ጉዳይ እዩ። እዚ ብዛዕባ መጻኢት ኤርትራ፣ እተፈላለየ ራኢ ዘለዎ ብዘለዎም ውድባት ዝቖመ ምሕዝነት፣ ንፍልልያት ብሰላማዊ ቃልሲ እናተኣልየ ንኽመሓደር ብምግንዛብ፣ ኣብ ሽቶ ውድቀት ህልዊ ስርዓትን ናይ ፖሊቲካዊ ብዙሕነት ዲሞክራሲ ስርዓትን እተሰለፈ ኢዩ። ኣብዚ ግዜ'ዚ ንኣወንታዊ ጽልዋ ናይ ምሕዝነት ንምዝርጋሕን ንተግባራዊ ኣድማዕነቱ ክብ ንምባልን፣ ናይቲ ኣዕናዊ ስርዓት ውድቀት ንምቅልጣፍን ንንጥፈታትና ብደረጃ ምሕዝነት ሃገራዊ ሓይልታት ኤርትራ ከነሕንን ትጽቢት ዝግበረልና ሰዓት በጺሑ እዩ። ክቡራት ኣሕዋት፣ ውግእ ኤርትራን ኢትዮጵያን እቲ ናይ ቀረባ ሽግርና ኮይኑ፣ ብድፍኢታት ህዝብናን ብሓገዝ ኣህጉራዊ ሕብረተሰብን ንክፍታሕ ክንትስፎ ንክእል ኢና። ጎረባብትና ሃገራት ንጥቑዕ ህዝብና ብመንጽር ጸረ ሰላም ቅዋም ምልካዊ ስርዓት ከይጠመታ ንጥቑዓትና ከዕቑባ ክንጽበየን ንኽእል ኢና። እዚ ኩሉ ግን ናይ መሰረታዊ ሽግራትና መሰረታዊ ፍታሕ ኣይኮነን። ምእንቲ'ዚ ክንዮ እዚ ጎንጺ'ዚ ብምምዕዳው ቅልጡፍ ናይ ስርዓት ለውጢ ብምምጻእ ንሃገርናን ንጎረባብትናን ካብ ሓደጋታት ናይዚ ተጣላዒ ስርዓት ከነድሕን ዘሎና ግን ንሕና ኤርትራውያን ኢና። እዚ ብሓደ ግዜ ንማንም ኣሕሊፍና ዘይንህቦ ናትና ልኡላዊ ግቡእን መሰልን እዩ። ምእንቲ'ዚ ህዝብና ኣብ ከባቢ'ዚ ምሕዝነት'ዚ ክስለፍ እሞ ንሃገራዊ ስኒት፣ ዲሞክራሲ፣ ንሰላም ንክቃለስ በዚ ኣጋጣሚ'ዚ ጸዋዒትና ነቕርበሉ። ዝኸበርኩም ኣሕዋት ዝኸበርክን ኣሓት ናይ ህዝብናን ህዝብታት ዞናን እዋናዊ ሕቶ ሰላምን ምርግጋእን ኮይኑ ኣሎ። ንጎንፂ ኤርትራን ኢትዮጵያን ንምዕራፍን ምስኡ እተተሓሓዘ ሽግራት ዞና ንምህዳእን ገና ውድብ ሓድነት ኣፍሪቃ ፃዕርታት ኣስታት ዓመት ደኣ ይቐጽል እምበር፣ ንኹልና ብሩህ ከም ዝኾነ፣ ናይ ስርዓት ኤርትራ ተቓውሞ ስለ ዝዓንቀፎ፣ ክሳዕ ሕጂ ክዕወት ኣይከኣለን። ከም ውጽኢቱ ድማ ህዝብና ክወጸሉ ብዘይከኣለ ዘሎ ናይ ደም ዓዘቕቲ ኣትዩ፣ ምስ ህዝቢ ኢትዮጵያ ኣብ ዘይፍትሓዊ ውግእ ክሃልቕ ተገዲዱ ጸኒሑ እዩ። ብፍላይ እኳ፣ ነቲ ውግእ ዝጀመረ መንግስቲ ኤርትራ ንሰራዊቱ ካብቲ ብሓይሉ ዝሓዞ መንግስቲ ኢትዮጵያ ተመሓድሮ ዝጸንሐት ቦታታት ኣቐዲሙ ክለቅቕ፣ እቲ ኩነታት ናብ ዝነበሮ ምስ ተመልሰ ድማ እቲ ጎንጺ ብሰላማውን ብሕጋውን መንገዲ ክብየን ንዝብል እማመ ብተደጋጋሚ መልክዕ ብሕሉፍ ትዕቢትን ብደዐን ትምክሕትን ምቁጫጭን ምንጻጉ ዝሓዘ ሓዘ ምባሉን ንኣህጉራዊ ሕብረተሰብ ዘስተንከረ ሽፍትነት ስለ ዝነበረ ናይ ዝቐጸለ ውግእን ናይ ዝፈሰሰ ደምን ቀንዲ ጠንቂ ኮይኑ ጸንሐ። ትምክሕታዊ መንግስቲ ህዝባዊ ግንባር ንጸዋዒትና ኣስተናዒቑ ብነፍሒ ትምክሕትን ብደዐን ጸሚሙ ድሕሪ ምጽናሑ ኣብ ዓውዲ ውግእ፣ ብዘጋጠሞ ርኡይ ስዕረት ንይምሰል ናይ ሰላም እምባመ ተቐበልኩ ደኣ ይበል እምበር፣ ኣብ ትምክሕቱ ብምድራቕ ናይ ህዝብና ሓልዮት ከይሓደሮ ብህይወት መንእሰያትና እናተጣልዐ ኣብ ናይ ህልኽ ውግእ ቀጸለ። ኣብ ጉዕዞ'ቲ ውግእ ንዝኸሰሮ ቦታታት ንኸምልስ ድማ እቲ ዝጸዓቐ ወተሃደራዊ ወፈራታት ብተደጋጋሚ መልክዕ ኣካየደ። ንዞባ ባድመ እንደገና ክቆጻጸር ግን ኣይከኣለን፣ በንጻሩ እኳ ደኣ ተደፊኡ ናብ ዝዓሞቐ መሬት ኤርትራ ክስሕብ ተገደደ። እዚ ብተደጋጋሚ መልክዕ ንዕወት ኣሎና እናበለ ዓይንን እዝንን ህዝቢ ክዕምት ኣብ ዝርከበሉ ሰዓታት ዝመጸ ተረኽቦ እዩ። ሕጂ'ውን ከም ውጽኢት ናይዚ ክሳራታት እዚ፣ ንኻልኣይ ግዜ ነቲ እማመ ሓድነት ኣፍሪቃ ተቐቢለዮ ክብል ይስማዕ ኣሎ። ጠበቐ ብርእይቶና ግን ቅድም ተቐቢሉ ሰሪሕሉ እንተዝነብር ካብ ክልቲኡ ህዝብታት ዝሃለቐ ነፍሳት ክተርፍ ምኸኣለ፣ ናይ ጸዋዒትና ዕላማ ድማ እዚ ነይሩ። ሕጂ ተቐቢለ ምባሉ ግን፣ ድሕሪ ቀጻሊ ፍሽለታት ዝመጸ ንርእሱ ንምድሓን ዝዓለመ ሜላ እውን ክኸውን ይኽእል እዩ ንብል። ኣብዛ ሰዓት እዚኣ ነታ ተሓሲምዋ ዝነበረ ናይ ሰላም እማመ ከም መድሓኒቱ ክጥቀመላ ዝደለየ ድማ እዩ ዝመስል። ምኽንያቱ እተቐየረ እማመ ወይ ሕቶ ከቶ የልቦን። ኣብዚ ግዜ'ዚ መንግስቲ ኤርትራ ተቐቢለዮ ዝብሎ ዘሎ ናይ ዕርቂ እማመ ንጉድ ክኾነኩም እቲ ተጋድሎ ሓርነት ኤርትራ ሰውራዊ ባይቶ ካብ ዕስራን ሰለስተን ግንቦት ሽሕን ትሽዓተ ሚእትን ተስዓን ሸሞንተን ኣትሒዛ ዘቕረበቶ ድሒረን'ውን ኣመሪካን ርዋንዳን ዝደገማኦ ቀጺላ ከኣ ውድብ ሓድነት ኣፍሪቃ ኣብ ትደኽመሉ ዝጸንሐት ናይ ሰላማዊ ፍታሕ እማመ እዩ። በሽሓት ዝቑጸሩ ኤርትራውያን ከይጠፍኡ፣ ክንድኦም ዝኾኑ ኣሕዋትና ኢትዮጵያውያን ከይሃለቑ፣ መነባብሮ ህዝብታትና ከይተመዛበለ፣ ናይ ዞናና ርግኣትን ጸጥታን ከይተናወጸ፣ ናይ ልምዓት መደባት ከይተሰናኸለ፣ ትምክሕታዊ ሕልምታቱ ከይበነነን ናይ ቀጻልነቱ ሕቶ ኣብ መንቀራቕሮ ከይኣተወን ግን ስርዓት ኤርትራ ነዚ ሓቂ'ዚ ክርዳእ ኣይክእልን እዩ። ዝኸበርኩም ኣኼበኛታት፣ ኣጋይሽና ንጎንጺ ኤርትራን ኢትዮጵያን ምልዓል ንገዛእ ርእሱ ኣብ ልዕሊ መላእ ህዝቢ ኤርትራን ኢትዮጵያን እተፈጸመ ዓቢ ግህሰት ሰብኣዊ መሰል እዩ። በቲ ዓሚሙ ዘሎ ናይ ውግእ ወረን ሻቕላን ናይቲ ስርዓት ናይ ሓሶት ትክን ደሮናን እተኸወለ ኣብ ልዕሊ ዜጋታትና ክፍጸም ዝጸንሐን ዘሎን ግፍዕታት ናይ ሰብኣዊ መሰላት ምርጋጽን ኣብ ኤርትራ ካብ ግዜ ናብ ግዜ እናገደደ ምምጻኡ ነረጋግጽ። ቅድም ክብሉ ኣብ ሽሕን ትሽዓተ ሚእትን ተስዓን ክልተን ዓመተ ምህረት፣ ካብ ሃገር ሱዳን ተጨውዮም እተታሕዙ ኣባላት ፈጻሚት ሽማግለና ተጋዳላይ ወልደማርያም ባህልብን ተጋዳላይ ተኽለብርሃን ገብረጻድቕን ከምኡውን ካልኦት መራሕቲ ካልኦት ተቓወምቲ ውድባትን ካድራትን ብኣሽሓት ዝግመቱ ዜጋታት ብዘይ ክስን ብዘይ ፍርድን ኣብ መቑሕ ስርዓት ኤርትራ ጌና ይበልዩ ኣለዉ። ሰብ ናጻ ርእይቶ ዝኾኑ ሰላማውያን ዜጋታት እውን ብእልፍታት ኣብ ኣብያተ ማእሰርቲ ተጸፍጺፎም ይርከቡ። ብዘይካዚ ኣብዚ እዋንዚ ንዝተላዕለ ጎንጺ ምስ ጎረባብቲ ሃገራት እተጻረሩን ንሰላም ዝጸውዑን ኤርትራውያን ተታሒዞም ከም ዝስወሩ ተገይሮም እዮም። ነዚ ዘይፍትሓዊ ውግእ ብምንጻግ፣ ኣይንዋጋእን ኢና ዝበሉ ኣባላት ሰራዊት ህዝባዊ ግንባር ብጥይት ይቕለዉ ኣለዉ እውን ይርሸኑን ይስወሩን ኣለዉ። ኣይንስለፍን ዝበሉ መንእሰያት ከም ኣራዊት በረኻ ይህደኑን ብጥይት ይቕለዉን ኣለዉ። በዚ ኣጋጣሚ እዚ ህዝብና ነዚ ግዙፍን ቀጻልን ዘሎ ግህሰታት እዚ፣ ብክብ ዝበለ ድምጹን ከውግዞን ከጋልጾን ጠጠው ንክብል ተጽዕንኡ ከክብድን ንጽውዕ። መንግስታትን ሰብኣዊ መሰላት ውድባትን ንሕቶ ሰብኣዊ መሰላት ኣብ ኤርትራ ግቡእ ኣቓልቦ ንክህባኦን ንድሕነትን ናጽነትን ናይ ፖሊቲካ እሱራትን ናይ ሕልና እሱራትን እተዓጻጸፈ ሕጋውን ሞራላውን ተጽዕኖኤን ከዘውትራን ነማሕጽነን። በዚ ኣጋጣሚ'ዚ ውን ንኹሎም ንሰላም ዝጸዓቱን ሃገራትን ኣህጉራውያን ውድባትን ውልቀሰባትን ብዝቐደመ ጸዓታቶም እናመጎስና ነቲ ንኸንቱ ዝፈስ ዘሎ ደም ጠጠው ንምባሉን ዞናና ኣብ ዳግመ ህንጻ ዝኣትወሉ መንገዲ ንምትሓዙን ክተሓጋገዙ ውድብና ደጊሙ ይጽውዖም። ልዕሊ ኹሉ ግን፣ ንሕና ኣብ ወሳንነት ናይ ውጹዕ ህዝብና ከም እንኣምንን ደጊምና ብምርግጋጽ፣ ህዝብን ሰራዊትን ኤርትራ ደጊም ንጉዳያቱን ንመጻኢ ዕድሉን ትምክሕታውያን ውልቀ መራሕቲ ክጣልዑሉ ከፍቅድ የብሉን። ንዲክታቶርያውያን ደጊምሲ ይኣክል ክብል ክበቅዕ እውን ኣለዎ። ንጉዳያቱ ኣብ ኢዱ መታን ክጭብጥን፣ ንህይወቱ ባዕሉ መታን ክመርሕን ድማ ብንጹር ተቓውሞ ተላዒሉ ድምጹን ቅልጽሙን ኣስሚሩ ንሰላምን ንዲሞክራስን ክጋደል ናይ ታሪኽ ጸዋዒቱ እዩ። እንተ መንግስቲ ኤርትራ ክፍጽሞ እንጠልቦ ጅግንነት እንተድኣ ኣልዩ፣ ፖሊቲካዊ ስልጣን ካብ ዝጭብጥ ኣትሒዙ ዋላ ኣብ መባእታዊ ጉዳያት ህዝብን ሃገርን ፍጹም ምፍሻሉ ክእመን፣ ኣብ ህዝብናን ጎረባብትናን ብዝወረደ ህልቀት ሓላፍነቱ ክስከም ካልእ ሽግራት ከይፈጠረ ከሎ ድማ ብዘይ ውልውል ብዘይ ውዓል ሕደር ስልጣን ንህዝቢ ከረክብ እዩ። ዓወት ንዲሞክራሲያዊ ተጋድሎ ህዝቢ ኤርትራ! ምስ ምሕዝነት ሃገራዊ ሓይልታት ኤርትራ ንቕድሚት! ኣብ ዞናና ሰላምን ርግኣትን ይንገስ፣ ሕውነታዊ ዝምድና ህዝቢ ኤርትራን ኢትዮጵያን ይንበር፣ ነባሪ ዝኽሪ ክብሪ ንስውኣትና። ይቐኔል።
ተረትና እዚ ብዚ ዘሎ ታሪኽ እዩ ማለት እዩ። ኣዊና ንስረት ኣብ ሰረት እዚ ሱርና ንሰድድ ንህሉ ከኣ ማለት እዩ ዝወለዶ ሕድሪ ክቕበል ስልጣን ክሕዝ ሃገር ክሃንጽ ድልው ይኹን